ኩሉ መስመር እተትሕዝ ኣብ ኢድ ኢሳያስ እያ ዘላ። እዛ ሕጂ ከም እዛ ሕጂ ጀሚርዋ ዘሎ ብናቱ ፍቓድ ጽምዶ ክትዓቢ ምኽኣል ኣለዋ። ህዝቢ ትግራይ ህዝቢ ኤሪትራን እፎይታ ክረክብ ንዘለኣለሙ እፎይታ ክረክብ ሰሪሑ ተመራሚሩ ላዕል ታሕቲ ኢሉ ክሓልፈሉ ክስልጥን እንተኾይኑ ሓድነቱ ናይዚ ህዝቢ እዚ ወሳኒ እዩ። እዚኣ ንኽገብር ድማ ከምዛ ድሕሪ ክንደይ ዘመናት ድሕሪ ክንደይ ዘመናት ሓው ንሓው ከምዚኣ ተሓቛቒፉ ክበቅዕ ዝኸኣለ ኢሳያስ እታ ኩነታት ምዝን ኣቢሉ ብጣዕሚ ኤርትራ ሰራዊት
ግዝኣታዊ ሓድነቱ ንምርግጋጽ ዝገብሮ ተጋድሎ ናይ ኤርትራ ሰራዊት ግዝኣታዊ ሓድነቱ ንምርግጋእ ዝገብሮ ተጋድሎ ብስነ ልቦና፣ ብታሪኽ፣ ብመንነት፣ ፖለቲካዊ ታሪኽ ጥራሕ ክንፈላለ ንኽእል ኢና ምስቲ ናትና ተመሳሳሊ ስለ ዝኾነ ንኣብዪ ኣሕመድ ሰራዊት ንምምካትስ ኣይፅገምን። ምክንያቱ ሰራዊት ኤርትራ ተዘይሕገዞ ነይሩ ለኣብይ ኣሕመድ ንሕና ክሰሜን ሸዋ ኣይምተመለስና እዚ ሓደ ኤግዛምፕል እዩ ሶ ካብ ሰሜን ሸዋ ናትና ምምላስና ናይ ኣብይ ኣሕመድ ጥንካረ ዘይኮነስ ናይ ሰራዊት ኤርትራ ጥንካረ እዩ ዘርእየካ
ሰላም ሰላም ክቡራትን ክቡራትን ተኸታተልቲ ናብ ቶጎኒ ሱካ ዓብዲ ሓመጻኹም ነዚ ቻናልና ሓደሽ እንተኾንኩም ላይክ ሰብስክራይብ ብምጋር ጀምሩ ሎሚ እውን ከምቲ ልሙድ ሓደሽን ትኩሳትን ዛዕባታት ናባኹም ክነብልና ምሳና ጽንሑ ኣብታ መማቕነ ከይመጻእኩኹም ስለ ዝቐነኹ ብዝሕ ዝበለ መደባት እዩ ክህልወና። ቆልዑ ንቕድሚት! ቡን ቀርብ! ስድራ ኣክብ! ወግዒ ኣለና ወግዒ ስድራ ወዲ ሓወቦይ! ኣባላት ጽምዶ ሽልማት ብሽልማት ኮይንና ኣለና። እዚ ናይ ሰላም ሽልማት እዩ ህዝቢ ዓፋር ኢትዮጵያን ኤርትራን ዝሃበኒ እዩ። እንኹ ድማ ንኹሎም

ንዝሓመሙ ክበጽሑን መብጽዓታት ድሕሪ ምልውዋጥ ተፈላልዮም ብናይቲ ምሸት ናይ ጽምዶ ጓይላ መእተዊ ኣብቲ ምኽሪ ቤትን ዝተባህለ መጣቕዒ ባይቶ ሃገሩ ንዝሃቦ መግለጺ ጽውጽዋያትን ምሉእ መልሲ ምሃብ ግዜኻ ምጥፋእ እዩ። ብዛዕባ ቀይሕ ባሕርን ዝበሎ ግን በቲ ዝርድኦ ናይ ጽውጽዋይን በቲ ዘይርድኦ መጎታዊ ኣተሓሕዛን ክንሪኦ ኣገዳሲ እዩ። ብቐዳምነት ግን ናይዚ ሕንጫል ህንጡይ ንጉስ ወዲ በሻሻ ዘረባ ኣብ ዘስምዓሉ እዋን ኩሉ ግዜ ናብ ሓንጎለይ ዝመጽእ ቀዳማይ ሓሳብ ክጠቕሰልኩም። ኣንቲ ሶሻል ፐርሰናሊቲ ዲስኦርደር ዝበሃል ሕማም ኣሎ። እዚ ሕማም ዘርእዮ ኣርባዕተ መሰረታዊ ምልክታት ከም ዘሎ እዮም ሞያውያን ዝገልጹ፣ ሓደ። ሓሶትን ምትላልን፣ ክልተ። ብጌጋኻን ገበንካን ዘይምጥዓስ፣ ሰለስተ። ማሕበራዊ ክብርታትን ሕግታትን ምጥሓስ፣ ኣርባዕተ። ብደገኻ ለዋህ እናመሰልካ ብውሽጥኻ ተንኮል ምዝራእ። እዘን ኣርባዕተ ምልክታት እዚኣተን ኣብ ወዲ በሻሻ ጎሊሐን ይረኣያ። ስለዚ ክፍወስ ዘለዎ ሰብ እዩ። ጸላኢኻ ለባም እግበረልካ ይብሉ ኣቦታትና፣ ኣነ ድማ ጸላኢኻ ሕሙማይ ይግበረልካ እብል። ህጻን በሻሻ ብሕማም ጭንቀት ኣእምሮ ተናዊጹ ከም ዘሎ ምስ ኣስተብሃልካ እቲ ምኽንያት እንታይ ኢልካ ምስ እትሓትት መልሱ ኣብ ናይ ትማል ናይ ባይቶ ኣኼቡ ብቐሊሉ ክትረኽቦ ኣይትሽገርን። ሻዕብያ ዝበሃል ህቦብላ ድቃስ ከሊእዎ ከም ዘሎ ንጹር ገይርዎ ኣሎ። ንዓብይን ንእሽቶን ፀገማት ሃገሩ ናብ ሻዕብያ ክላገ ብሕጊ ክብል ይውዕል። እንተኾነ ሻዕብያ ብወዲ በሻሻ ምግዳስ ካብ ዝገድፎ ነዊሕ ኣቑፂሩ ኣሎ። ባዕሉ ጉድጓዱ ንዝኹዕት ዘሎ ፕሮስፔሪቲ ፓርቲ ስቕ ኢልካ ካብ ምዕዛብ ወፃኢ እንታይ ክትገብሮ ትኽእል? ኣብ ጉድጓድ ኣትዩ ዘሎ ሰብ ቀዳማይ ክገብሮ ዘለዎ ነገር ምኹዓት ምቁራፅ እዩ ይብሉ ለባማት። ስለዚ ውሽጣዊ ጉዳያትካ ንምሕባእ ናብ ኤርትራን ካልኦት ናይ ደገ ሓይልታትን ካብ ምውጥዋጥ ምኹዓት ምቁራፅ እዩ ዘድሊ። ምሒር ጭንቀት እዚ ቆልዓ ኣብ ቀይሕ ባሕሪ ምጺእዎ ብዘሎ ሃለውለው እዩ ዝግለጽ። ንገለ ካብ ዘረብኡ በብሓደ ክንፍትሾ ኢና። መጀመሪያ ኢትዮጵያን የቀይ ባህር ኣክሰስ ያሳጣው ውሳኔ ማን ወሰነው?
ብቐዳምነት ዝጠቕሶ ጉዳይ ኢትዮጵያ ናይ ቀይሕ ባሕሪ ኣፍደገ ዝሰኣነትሉ ውሳነ መን ወሲንዎ ኢልና ካቢኔ እዩ ዝኸውን ብምባል ናይ ካቢኔ ዴኩመንትስ እንተገላበጥና የለን ካቢኔ ኣይፈልጦን እዩ እሞ ቤት ምኽሪ እዩ ዝኸውን ኢልና እንተፈተሽና ቤት ምኽሪ ኣይነበረን ቤት ምኽሪ ከኣ ነቲ ውሳነ ይፈልጦን እዩ እሞ ህዝቢ ኢትዮጵያ ብረፈረንደም ወሲንዎ ከይከውን ከይበሃል ኣብቲ እዋንቲ ንሕና እውን ኔርና ስለዚ ህዝቢ ኢትዮጵያ ዘይወሰኖ ተወከልቲ ዘይረኣይዎ ብውሕዱ ብውሕዱ ካቢኔ ዘይረኣዮ ውሳነ መን ወሲንዎ ወደብ ንዝኣመሰለ ነገር ዝሰኣናሉ መገዲ ናይ ሕጊ ሽግር ከም ዘለዎ ዘርኢ ትካላት ዘይተሳተፍዎ ምዃኑ እዩ። ሓንቲ ገጽ ወረቐት ክንረክብ ኣይከኣልናን። ስለዚ ናይ ቀይሕ ባሕሪ ኣፍደገ ዝሰኣናሉ ውሳነ መን እዩ ወሲንዎ ኢልካ ምሕታት ከመይ ኢሉ ጌጋ ይኸውን ይብል። ኣብዚ ሓደ ዓብይ ጉዳይ ኣሎ። እቲ ጌጋ ነቲ መልሲ ኣብ ዘይግቡእ ቦታ ይደልዮ ምህላዉ እዩ። እዚ ቆልዓ ብጽውጽዋይን ምሳሌን እንተዘይነጊርካዮ ኣይርድኦን ስለዝኾነ ሓደ ብሂል ክነግሮ። ሓደ ንብረት ኣብ ሓደ ጸልማት ገዛ እንተጠፊኡካ ኣብ ካልእ ብርሃን ዘለዎ ገዛ ኬድካ ኣይትደልዮን ኢኻ። ቆልዓ በሻሻ ንጉዳይ ባሕሪ ኤርትራ ዝምልከት ውሳነ ኣብ ኢትዮጵያ ክረኽቦ ምፍታኑ እዩ እቲ ጌጋ። ወረቐት ይርከብ ኣይርከብ ካልእ ጉዳይ ኮይኑ፣ ኢትዮጵያ ኣብ ጉዳይ ሉኣላውነት ኤርትራ ውሳነ ክትህብን ዘይክትህብን መሰል ኣይነበራን፣ ሕጂ'ውን የብላን፣ ንመጻኢ'ውን ኣይክህልዋን'ዩ ኣርባዕተ ነጥቢ። ኤርትራ ካብ ኢትዮጵያ ኣይኮነትን ናጽነታ ረኺባ፣ ልክዕ ከም ካልኦት ኣብ ትሕቲ ኤውሮጳዊ መግዛእቲ ዝነበራ ሃገራት መሰላ ክትረክብ እናተገበኣ'ያ ብዓሎቕ ሓያላን ሃገራት ናጽነታ ከም ዘይትረክብ ተገይሩ። ድሕሪ ናይ ልዕሊ። ሱሳ ዓመታት ፖለቲካውን ወተሃደራውን ቃልስን ህዝባዊ ረፈረንዱምን ከኣ ናጽነት ዓቲራ ኣብ ዓለም ኣብ ግቡእ ቦትኣ ኮፍ ኢላ። ህጻን በሻሻ ዝረስዖ ነገር ግን ከዘኻኽሮ። ኣብቲ ኣብ ዓሰርተ ሽዱሽተ መስከረም ዕስራ ዓሰርተ ሸሞንተ ኣብ ጅዳ ዝተኸተመ ስምምዕ ሰላም ኤርትራን ኢትዮጵያን፣ ባዕልኻ ዝፈረምካሉ ዓንቀጽ ኣርባዕተ ብንጹር ክልቲኤን ሃገራት ንውሳነ ኮምሽን ዶብ ኤርትራን ኢትዮጵያን የተግብርኦ እዩ ዝብል። ውሳነ ኮምሽን ዶብ ኤርትራን ኢትዮጵያን፣

ዝተዛረቦ ካልእ ጉዳይ እውን ኣሎ። ናብ ኤርትራ ኣብ ዝመላለሰሉ ዝነበረ እዋን ብዛዕባ ዓሰብ ይዘራረብ ከም ዝነበረ ዝገለጾ መደናገሪ ቃላት እዩ። ከግጭቱ በኋላ በኢትዮጵያና ኤርትራ መካከል ሰላም ሲፈጠር መጀመርያ እኔ ወደ ኣስመራ ተጉዤ፣ ድሕሪ እቲ ግጭት ይብል ኣብ መንጎ ኤርትራን ኢትዮጵያን ሰላም ምስ ተፈጥረ ኣነ ናብ ኣስመራ ተጓዒዘ። ድሕሪኡ እዩ ፕረዚደንት ኤርትራ ናብ ኢትዮጵያ ኣብ ዝመጽኣሉ ናይ መጀመርያ መድረኽ ዝገበርናዮ ሚሌንየም ኣደራሽ እዩ። ብዙሕ ሰብ ኣብ ዘለዎ ብላይቭ ቲቪ ኩላትኩም ነይርኩም ኢኹም ወይ ሰሚዕኩም ኣለኹም ናይ መጀመርያ ኣኼባና ዓሰብ እዩ ዝብል ናብ ኤርትራ ኣብ ዝመላለሰሉ ዝነበርኩ እዋን ናብ ዓሰብ ክኸይድ እደሊ እየ ኢለ ዓሰብ ከይደ ነይረ ኣብ ገማግም ባሕሪ ናይ ዓሰብ ኮይንና ዝተዘራረብናሉ ብዛዕባ ፖርት እዩ ኣብ መጽሓፍ መደመር ብዛዕባ ጂኦፖለቲክስ ኣስፊረ ብዛዕባ ዓሰብ ኣቐሚጠ ንኹሎም ሰበ ስልጣን ኤርትራ ብህያብ እታ መጽሓፍ ልኢኸሎም እየ ምስጢር ኣይኮነን ይፈልጥዎ እዮም ይብል ቀላል ሕቶ፣ ናብ ኤርትራ ኣብ ዝመጻእካሉ ብዛዕባ ዓሰብ ንፕረዚደንት ኢሰያስ ኣፈወርቂ እንታይ ኢልካዮ ከሓቲትካዮ ዝብል የለን። ስለዚ ኣነ ክሓቶ። መቸም ከምዚ ሕጂ ነዞም ባምቡላ ባይቶ ሃገርካ ከም ድላይካ እትዕንድረሉ ዘለኻ ንሓባ ዓጽሙ ደፊርካ ዓሰብ ናይ ዓሰብ ናይ ኢትዮጵያ ስለ ዝኾነት ሃበና ከም ዘይትብሎ ኣነ እፈልጥ እየ። እዛ ቪድዮ ናይ ሃይለ ገብረስላሴ ክጋብዘካ። እዚ ቀይሕ መስመር ስለ እዚ ቀይሕ መስመር ስለ ዝሓለፈ እዩ ከምዚ ተጸፊዑ ንሓባ ዓጽሙ ደፊርካ ዓሰብ ናይ ኢትዮጵያ ስለ ዝኾነት ሃበና እንተትብሎ ብጽፍዒት ካብ ዓሰብ ናብ የመን ከብጽሓካ ከም ዝኽእል ኣይትስሕቶን ስለዚ ሕቶኻ ዝነበረ ወይ ዝተዘራረብካሉ ብኸመይ መገዲ ብሓባር ንጥቀመሉ ዝብል እዩ ነይሩ ናይዚ ድማ ጭብጢ ኣለና ወዲ በሻሻ። ኣብ ካምቻ ሓባ ዓጽሙ ኩሉ ግዜ ካሜራ ኣሎ ኣቢቹ። ኤርትራ ምናልባት ንስኻ ውን ከይተወለድካ ዝሓዘቶን ደጋጊማ ዝገለጸቶን ንጹር ፖሊሲ ኣለዋ። ወደባት ኤርትራ ንኢትዮጵያ ጥራይ ዘይኮነ ንኻልእ ኩሉ ውን ናጻ ኣገልግሎት ክህብ ኣለዎ ዝብል ንሓባራዊ ዕቤት ዝዓለመ ምዕቡልን ንነዊሕ ዝጠመተን ፖሊሲ ኣብቲ ባይቶ ኣነ ከምዚ ኢለ ሓቲተ ፕረዚደንት ድማ ከምዚ ኢሉ መሊሱለይ ዘይበልካሉ ምኽንያት እታ ጉዳይ ናይ ዋንነት ዘይኮነ ናይ ተጠቃምነት ስለ ዝነበረት እያ። ተጠቃምነት ድማ ዝኸልከለ መንግስቲ ኤርትራ ይኹን መጽሓፍ ሰዲደሉ ዝበልካዮ ሓላፊ የልቦን። ባይዘወይ ይብል ተኸስቲኖ እንተረኸበ ንመጽሓፍካ ተገዲሱ ዘንብቦ ኤርትራዊ የለን። ንስኻ እውን ተንብቦ ኣይብልን ምኽንያቱ ባዕልኻ ስለ ዘይትጽሕፎ። ናይ ተስፋየ ገብረኣብ ግን ነንብቦ ኢና። ዓቢ ደራሲ ተስፋየ ገብረኣብ ኣብታ የቲራቮሎ ዋሻ ትብል ናይ ኣምሓርኛ መጽሓፉ ዘስፈሮ ከንብበልካ። ሓደ ሰብ ንጠቕላሊ ሓለቓ ስታፍ ጀነራል ፍሊጶስ ወልደዮሃንስ ሓንቲ መጽሓፍ ሒዙሉ ይመጽእ። እታ መጽሓፍ ኢትዮጵያዊ ወታደር ዝነበረ ዝጸሓፋ ኣይ ምጽዋ ዘርእስታ እያ። ኣብ ገበር ናይታ መጽሓፍ ኣብ ስርሒት ፈንቅል ወተሃደራት ሱዳን፣ ሊብያን፣ ግብጽን ኢራንን ንሽዓብያ ከም ዝሓገዙ ዝገልጽ ጽሑፍ ኣለዋ። ጀነራል ፊሊጶስ ነታ ገበር ምስ ኣንበበ፣ ሓደ ሰብ ብኸምዚ ደረጃ ክሕሱ ከም ዝኽእል ኣይፈልጥን ነይረ ብምባል እዩ ደርብይዋ። ነዚ ናትካ መጽሓፍ ከኣ ሓለፍትና እንታይ ከም ዝብልዎ ገምት። ስለዚ ናብ ወደብ ዓሰብ እንተ ተመሊስና፣ ልክዕ ከምቲ ዝበልካዮ ሓይሊ ባሕሪ ዘቖምካዮ ጣናነሽ ተወጢሕኻ ኣብ ዲጋ ክትሕምብሰሉ ኢያ። ካብዚ ውጽእ እንተልና ሚኒስተር ጉዳያት ወጻኢ ግብጺ በድር ዓብደልዓጢ ኣብዚ ቅንያት ምስ ኣል ዓረብያ ኣብ ዝገበሮ ቃለ መሕትት ውን ነዚ ብዝርድኣካ ቋንቋ ነጊርካ ኣሎ። ምምሕዳር ቀይሕ ባሕሪ ናይተን ኣብቲ ገማግም ዝርከባ ሃገራት ጉዳይ ጥራይ ኢዩ። እታ ባሕሪ ኣልቦ ዝኾነት ኢትዮጵያ ድማ ኣብ ጉዳይ ቀይሕ ባሕሪ ዝኾነ ይኹን ተሳትፎ ክህልዋ ኣይኮነን። ኢትዮጵያ ክሳብ ዮመል ቂያማ፣ ክሳብ መወዳእታ ዓለም ወደብ ኣልቦ ክትከውን እያ ብምባል ኣነጺርልካ ኣሎ። ነዚ ክውንነት ወሓጦ ጥራይ። ስጋብ መወዳእታ ዓለም ኢትዮጵያ ወደብ ኣልቦ እያ። ነዚ ክድርዓልካ ብቋንቋ ኣዴኻ ክትሰምዖ ምእንቲ ድማ ልደቱ ኣያለው እታ ኩነታት ብትኽክል ስለ ዘንበባ እንሆ እስኮ ሜሳ ይብል ኣሎ። በዚህ ጉዳይም በጭካኔ አሁን እኮ በድፍረት ተናገርኩ። እነ ዶክተር ኣብይ ኣሁን እነ ጀነራም እነ ማነው ስማቸው ኢታማጆር ሹም። ባሕሪ የምጽኣላኒ ንኢትዮጵያ ንሓዋሩ ኣኸልኪልዋዩ ኣኸልኪልዋዩ እኮየ ዝብለካ ዘለኹ እስኮ ሜሳ ክገብር እኽእል እየ ማንም ፖለቲከኛ ጨኪኑ ከምዚ ናተይ ክብል ኣይክእልን እዩ ከም ዶክተር ኣብይ ይኹን ከምቲ ጀነራሉ መን እሞ ሽሙ ፊልድ ማርሻል ብርሃኑ ጁለ። ንሶም ብዝብልዎ ዘለዉን ዝኽተልዎ ዘለዉን መገዲ ከይዶም ኢትዮጵያ ኣፍደገ ባሕሪ እንተረኺባ